ስዊስ ዘለኹም ኤርትራውያን ኣነ ሓፍትኹም ድኻ ትርእዩኒ ኣለኹም ወዲ ስለ ጠጠው ኢሉ ዝሸን ስለ ዝሰኣነለይ ከምዚ ንዓይ ኣላፋቻ ኣብያ ኣላ ድኽምቲ ኣብያ ኣላ ሓው ዘይብላ ኣብያ ኣላ ዘይብላ ኢሉ ንዓይ ትርእዩ ኣለኹም እዚ ኩሉ ምህረምቲ ኣብ ነብሰይ ዝህረም ደሎ ኤርትራውያን ግን ሕዋት የኩም ኤርትራውያን ግን ምስ ሞትካ ሓመድ ሬሳ ይኹም ክሰዱ ኣዋፁኡላ ኢልኩም ኣነ ግን ሓፍትኹም ድኻ ሓፍትኹም ኣነ ራህዋ ካብ ዓብዱልዋስ ዓይኒ ስውር ዝተወለድኩ ኣነ ኣብ ኣስመራ ገዛ መደ ሓበሻ ዘሎ ሓፍትኹም ጓል ኣስመራ እያ እዚ ኩሉ ሽግር ዝበረኩም ዘሎ እንታይ ገይረኩም ምስ ዝሓኒኩም ኣብተ ኮላ ብትርጉማት ኮላ ደሞዘ ኣሎ ጠበቃ ኣማፁለይ ብቻኹም ክኸሶ ኣነ

ሓደ ዝሰምዖ ጭንቀት እዩ ትብሉ ነርኩም ኣነ ከዓ ይነግረኩም ኣለኹ ይነግረኩም ኣለኹ በዚ ወዲ ክንዲ ኣለሉያ ትበሃል ነቦኣ ስለ ዝፀርፎ ጎጆን ወድ ፈንቅልን ንዓኺ ድኽምቲ እዮም ክሃርመኪ ሕነ ናተይ ኢላትኒ እቲ ርከሪ ኣሎ

ኣነ ከዓ ናብ ወላዲተይ ናብ ንግስቲ ትበሃል መልእኽቲ ክሰደላ እየ ቴሌፎን ናይ ደውሉለይ ቴሌፎን ናይ ኣዴ ክበኩም ኣራኽብኒ ብሰንኪ እዚ ሃሎ ዝበሃል ሃሎ ገርመዲን ዝበሃል ክነግረኽን ኣሕዋተይ ኣባኹምን ኣብ ኣምላኽን ኣባኹም ኣብ ኣምላኽን ልምነኩም ኣለኹም ስዊዝ ዘለኹም ኣሕዋተይ ግደፉ ግደፉ ግደፉ ግደፉ እብለኩም ኣለኹ ግደፉ በቃ እዚኣ እውን ሓንቲ ሄኖክ ዝበሃል እዩ ግደፉ ንዓይ በቃ ኣባሳጭኒ ኣባሳጭኒ ዓመት ሙሉ ጥራሕ ነብሳ ድወፀት ኢሉ ዓመት ሙሉ ዘይምልከቶ ዓመት ሙሉ ዘይጋገ የለን ተጋገ ገይረዮ ብወዲ ፀሮና ጎጆ ሓወዩ

ኣራኺቦም ኣብ ቲክቶክ ማለት እዩ ኣነ ንጓልኪ የሳቐያ ደለኹ ኣነ ንጓልኪ ህይወታ ዘሕልፋ ደለኹ ንምንታይ ንዳንኤል ዝበሃል ስለ ዝፀረፍዎ ወድ ፈንቅልን ጎጆን ዝበሃሉ ኣነ ከዓ ንድኽምቲ ጓል ክርኤ ሓው ዘይብላ ጠጠው ኢሉ ወዲ ትሸይን ስለ ዘይብላ ጥራሕ ነብሳ ስለ ድወፀት እፍሬም ዝብሃል ወዲ ኢልካ ንጓልካ ኣባሳጭያ ሂወታ ከም ዘሕልፍ ኣነ ሓላፍነት ወሲደልኪ ኣለኩ ንግስቲ ኢልካ በዚኣን በዚኣን እዚኣ ማይ ውዕይ ክመልኣ እዩ እዚኣ ከ ከምዚኣ ኢለ ነብሰይ ክግምጥላይ ኣብ ቅድሚ እዚ ሜዳ ትሕኒ ኢኻ ወሳኒት እየ እዛ በረኪና ከመይ ገይረ ሰትያ ትፈልጥ ኢኻ ብዘን ክልቴ ግን እስኻ ወሳኒት ሃሎ ገረመድሂን ዝበሃል ወሳንኹም ከርእየካ እየ ኣነ ኣሰር ዛጓለይ ስለ ዘትፎቶ ልሉያን ኣጓለይ ስለ ዘትፎቶ ህፃን ጓለይ ዓይነ ርየ ዘይፀገብኩዋ ውላደይ ኣብ ስደተይ ዝሞተት ጓለይ ክልተ ሽሕን ዓሰርተ ሸዓተን ውላደይ ዝጠፈት ከምኣ ከዓ ክልተ ሽሕን ዕስራን ሽዱሽተን ኣይፅንሕን እየ ኣሰር ጓለይ ክስዕረ ኣደይ ትዛክር ኣቦይ ይዛክር ሓወይ ሓፍተይ ትዛክር ሓውሪ የብለይ

ምስ ሄለን ኣባኢስካኒ ስእሊ ዘይበለትኒ ሄለን ሄለን ስእሊ ኢላ ትካይልካ ኣባኢስካኒ ምስ ኩለን ምስን ሕወት ኣባኢስካኒ ሄለን ወሪድዋ ስእሊ ዘይበለትኒ ክንዲ ክሕግዘኪ ድበለትኒ ኣነ ነገር ጸሊአ ስቕ ድበልኩ ኩሉ ኣብዚ ከብደይ መግቢ ኮነ ጥራይ ይጸውር ከብድኻ እዚ ኩሉ ይጸውር እዩ ኣደ ወረጃ ወሊዳትኒ ደቅካ ጉዳይና ኣይኮነን ነዛ ራህዋ ትባሃል ሰብ ግን ግድእፋ ሰሚ ጎጀ እኳ ይትሰዳ ደሎ እንታይ ኢኻ ትዛረብ ደለኻ ጎጀ ክሰደልካ ኣይክእልኒ ክነገረካ ኣለዎ ጎጀ ክሰደልካ ኣይክእልኒ ጎጀ ዋላ መጽ ኖኖ ክሰደልካ ኣይክእልኒ ንሱ ናይ ውልቅኹም ይግደፎ ንሱ ናይ ውልቅኹም በኣስ ኣለኩም ምስ ወዲ ፈንቅል ኣለካ ምስ ጎጀ ኣለካ ብውልቅኹም ግበርዎ ብዙሓት ኣጓልት ተላኢኸ ደለዋ ብዙሓት ኣጓልት እዛ ጓል እዛ ደይትገድፍዋ የሕዋት ሶሪ ኩልኹም ኣታ ሚኪ ከረደካ

ተረዲኻን ዘለኻ ነዛ ራህዋ ግን ግደፍዋ ይብለኩም ኣሎ ናበይ ኢኹም ናብኣ ትኸዱ ጃስ ግደፍዋ እዛ ጓል እዛ ሓፍትና ኣብ ደስ ዝበላ ገዛ ትኺድ ናብ ደስ ዝበላ ትኺድ ሓፍትና እያ ንፈትዋና ራህዋ ናትና ሓፍትና እያ በቃ ደና እያ ግደፍዋ ንራህዋ ግደፍዋ ይብለኩም ኣሎ ሚኪ እዚኣ ተርእስቲ ሳሚ ሳሚ ጽናሕ ጽናሕ ሓንሳብ ክበካ እዩ ድሓን ሕጂ መጀመርያ መጀመርያ ክነግረኩም ምኽዋት ሓንሳብ ክበኪ እዩ ሲስተር ድሓን ክበኪ እዩ ሲስተር ዓሚጽናኪ ኢና ሶሪ ሓንሳብ ክበኪ እዩ ሕጂ እንታይ ግበሩ መሲልኩም ኣሕዋት ብዙሕ ኣይዛረብኒ መጀመርያ እስኹም ኣወዳት ኢኹም ዋላ ደጋጊመ ድዛረቦ ማለት እዩ ዋላ ንራህዋም ክዛረበኪ እየ ሕጂ ኣብ ከምዚ ጉዳያት ክትኣትዊ ፅቡቅ ኣይኮነን ንዓኽን ኣብ ድሌት ክትኣትው መሰልኪ እዩ ግን ኩነታት ርኢኻ ድማ ምእላይ ፅቡቅ እዩ እዚያ ህዝቢ ኤርትራ ተዓዘብ ኣብዚያ ጉዳይ እዚያ ድዛረቦ ደለኹ ማለት እዩ ኣብ ሓዊ ደለዎ ቦታ ዝኾነ ሰብ ክኣቱ ኣይፈቕደሉን እዩ ሶሪ እዚኣ ፅቡቅ ጌርና ንረዳእዮ ኩላህና ንራህዋ ትቐርብዋ ሰባትን በቃ እዚ ጉዳይ እዚ ናቶም ክሳብ ዝሕል ጠጠው ክትብል ኣለኪ እዚ ልባዊ ዝኾነ ማዕዳ እዩ ሶሪ ተረዲክሎ ኣብዚ ጉዳይ እዚ ግን ከብኪ እንድሕር ኢልኪ ግን ሓንሳብ ፅንሑ ምክንሳብ ክሳብ ደጎንጂ ሓንሳብ ሚኪ ሓንቲ ግዜ ኣነ መምፅኢ ሓንቲ ግዜ ባሞ ትትብለ ሓንሳብ ባዛር መናይ ክውድእ እሞ ድሓን ኣነ ከረደካ እሞ ሕጂ ድሓን ኣዛር በሎ ጎጀ የወንጅለ ጎጀ ስማዕ ናትካ ጽቡቅ ኮይዚ ንዓኻ ምሽ የወንጅለካ ኣሎ ሃሎ ከምዚ ገሩ ይልእኻ ኣሎ ይብለካ ኣሎ ንሳኻ ኣብዚኣ ብዛዕባኻ ሕማቅ ኣይተዛረበትን ሚኪ ዝብ ዘሎኻ ነዛ ሓፍትናሲ ንሓግዛ ግደፍዋ ሃሎ ወይ ከኣ ዘሽግራ ዘሎ ሃሎ ከኣ ግደፋ ንብሎ ኣለና ጎጀ ኣብ ካልእ ጉዳይካ ኣይትእቶ ሓንሳብ ብራዘር ኣሕዋት ሓንሳብ ኣነ ሕጂ ክነግረኩም ለቅመጽመጽ ኣይፈቱን እዩ ሕጂ እንታይ ገበሩ መሲልኩም ነዛ ጓል እዚኣ ኣብ ማእኸልኩም ኣእቲኹም ጢባጢቤ ክትጻወቱ ኢልኩም ኣይት- ኣይትሕሰቡ ሶሪ ዋላ እስኺ ከም ሰብ ክትሓስብ ኣለኪ ራህዋ እዚ ጉዳይ እዚ ናይ ክልቲኦም እዩ ክልቲኦም የወድዎ ከም ድሌቶም እስኺ ኣብ መንጎ ባይተተወ በቃ ነገር ክሳብ ዝዝሕል ርህቅ ክትብል ኣለኪ እንታይ ገድሽኪ እንድሕር ኣብኡ ኣቲኺ ግን በቃ ሰብ እንድሕር ኣሪቑ ዘይዛረቦ ነገር የለን ንቅንዕና ንዛረብ ሄለውም ግደፋ በቃ ንዓ እሳ ኣይተልዕለካን ህዝቢ ድማ ዓይንለን ኣነም ክዕዘብ እዚኣ ጓል እዚኣ ምስ ማንም ኮይና እንድሕር ኣልዒላትካ ኣብዚ መፅኤ ምስዚ ህዝቢ ከረክሳ እዩ ግልፂ ዝኾነ ዘረባ እስኻም ኖርማል ከይተንከፈት- ከይተንከፈትካ እንድሕር ኣልዒልካያ ድማ ሄለው ሄለው ዓመፀኛ ኢኻ ኣብዚ ከምዚ ጌርካ ኣለኻ ክብለካ እዩ ምክንያቱም ናይ ክልቲኦም ጉዳይ ስለ ዝኾነ ማለት እዩ ኣብ ናይ ጎጄን ኣባኻን ግን ንሕና ክንዛረቦ ንኽእል ምናልባት ተዓረቑ ክንብለኩም ንኽእል ኢና ግን ኣወዳት ኢኹም ንስኹም ኣብ ደገ ዓለም ኢኹም ደለኹም። ዝእዝዘኩም ሰብ የለን። ምናልባት ሕጊ ናይቲ ዓዲ ክዕዝዘኩም ይኽእል እዩ። እዛ ሰብ እዚኣ ግን ካብ ሕጊ ዝሓለፈ ደስርሕዋ ሰባት ኣለዉ። ድምፂ ክሰምዕ ከለዉ ብዙሕ ነገር ከብሉ ክሰግዎም ይኽእሉ እዮም። ኣብ ፅርግያ ክድርብይዋ ይኽእሉ እዮም ነዚኣ ሰብ እዚኣ። ስለዚ ግደፍዋ ክልቴኹም። ኣነ እኮ ምስ ጎጄ ንበኣስ ኢና። ማንም ጎይኑ ጓል ዶ ወዲ ዶ ኣቲና ኣይፈልጥን። ስለዚ ነዚ ነገር እዚ እስኹም ድማ ሕሰብዎ እሞ እዛ ጓል እዚኣ ትማሊ ገመድ ሒዛ መፅያ ህዝቢ ኤርትራ ሰንቢዱ እዚ ኣብዚ ቲክቶክ ሰንቢዱ ብሓቂ ሰንቢዱ ሕጂ እሳም ወፅያ ዝተዛረበቶ ዘረባ ገይጋም ክኸውን ይኽእል ቅንዕና ድለዎ ነገርም ክኸውን ስለ ዝኽእል እዚኣ ናይ ክልቴኹም ጉዳይ ክልቴኹም ትፈትሕዎ ተወዲያ ንዓ ግን ኣይተእትዋ ዋላ ስኺ ኣይተእተዋ ኣብዚ ጉዳይ እዚ በቃ ተወዲያ ወዲኣ ኒካዕ ወይ ሕጂ ንእሸይ ዕድል ኦኬ ሃበና ተዛረብ እስኪ እስኺ እ፣ ናባኺ ኦኬ ሕጂ ኣነ ብዕንተይ ድራኽዎ ማለት እዩ ብዕንተይ ድራኽዎ እዚኣ ሰብ እዚኣ ራህዋ ማለት እዩ ሓፍትና እያ ጓል ገዛውትና እያ ተረዲኻኒ ሕማቕ ኣይንደልን ኢና ንሕና ብዕንተይ ድራኽዎ ኣነ ክምስክር ማለት እዩ ማርታ ተሓነቒ ኢላትኒ ኢላ ኣንዳ ሃለው ገዛ መፅኣ እ፣ ሃለው ንስድራይ ንገረለይ ናድያ ንዓይ ማለት እዩ ንስድራይ ንገረለይ ኣነ ክሕነቕ እየ ብሰንኪ ማ- ማርታ ጥና- ጥራሕ ነፍስሃ እንዳወፀት ኢላ ትጸርፈኒ ኣላ ኢላትና ማለት እዩ ተረዲኻኒ ሚካ ሓወይ ሽዑ ንሕና ከዓ ነቲኣ ማርታ ከዓ እንታይ ድበሃል ጌርናያ ማለት እዩ ነቲኣ ማርታ ከዓ ጸሪፍናያ ሕጂ እዚ ኩሉ ድስራሕ ደሎ ደሓን ሃሎሲ ምስኣ ተሃላሊኹ በሎ ንዓይ ከንምንታይ እያ ጸሊማትንላ ኣነሲ እንትርፎ ኣጆኺ ራህዋ ሓፍተይ ንስድራኸ ከምዚ ክንገብረሎም ኢና ኣጆኺ እንትርፎ ከጸናንዓ ኣነሲ ሕማቕ ዘረባ ተዛሪበ ኣይፈልጥን እየ እዚኣ ሰብ እዚኣ እዚ ወዲ ፈንቅል ግን ሚኪ ሓወይ ስዉእ ኣቦይ ተጋዳላይ ተረዲእኻኒ ቅድሚ ሽዱሽተ ወርሒ ድተሰወኣ ኣምጺኡ እዚ እሰያስ ድተጓሰሶ እዩ እዚ ግብረ ሰዶም እዩ እዚ ከምዚ እንዳበለ ጸልም ድውዕል ነበረ እዩ ማለት ወዲ ፈንቅል ማለት እዩ ኦኬ ህፃን ቆልዓ ጓለይ ጓል ዓሰርተ ዓመት ኣምጺኡ እዚኣ ሸርሙጣያ እዚኣ ጻዓዱ ጻዓዱ ጋሰስዋ እንዳበለ ከጸልም ድውዕል ነበረ እዩ እዚኣ ሰብ እዚኣ ኦኬ ንሃለውሲ ምስ ሃሎስተ ተናኺፋ ንዓይ ከ ንምንታይ እያ ኣጠቂዓትኒ ዘላ? እዚ ነገር እዚ ብምንታይ ይድ- እንታይ ይድርደእካ ሚኪ ሓወይ ተልእኾ ከም ዘለዋ ራህዋ ሲ ን- ንዓና ሓፍትና እያ ራህዋ ሓፍትና እያ ጓል ገዛውትና እያ ሕማቕ ክትረክብ ኣይንደልይን ኢና ልዕሊ ማንም ሰብ በረኪና ክትሰቲ እንከላ ሲ ሃለው እዩ ኣብ ጎና ነይሩ ማለት እዩ እዚ ድረኣናዮ ሓቂ ኢና ንምስክር ኦኬ ሃለው ኣብ ጎና ነይሩ ሕጂ ንሃለው ከተጸልሞ ነታ ነቶም ጥራሕ ነብሳ ደውጽዋ ነቶም ደዋረድዋ ንሕና ኣነ ባዕለይ ከማን ብሰልዲ ይኹን ብድኾነ ነገር ይኹን ንራህዋ ኣነ ክሕግዛ ድልውቲ እየ ኣነ ማለት እዩ ኣነ ተጠቂዑ ኣቦይ ኣብኡ ተጠቂሱ ከተውጸና እንከላሲ ቀሊል ነገር ኣይኮነን እዚ ጉዳይ እዚ ማለት እዩ እዚኣ ሰብ እዚኣስ ናድያስ እንታይ እያ ጌራትኪ እንታይ እየ በዲለያ እንታይ ሕማቅ ተዛሪበያ ደይበልክዎ ጸገመ ኣብ ቅድሚ ህያው እግዚኣብሔር እየ ድብለካ ደለኹ እዚኣ ውላደይ የስእነኒ ደይበልክዎ ከምዚ ኢላዶ ከምዚ ጌራዶ ኢላ ንዓያ ጸሊማትንላ እዚኣ ሰብ እዚኣ ማለት እዩ

እንድሕር ሓገዝ ዘልይኺ ንሕና ክንሕግዘኪ ንኽእል ኢና ተተላኣይ ክመጺኺ በዚኦም ስድታት ህፃውንቲ ቆልዑት ድፀርፉ ምውታት ድፀርፉ ስዋኣት ድፀርፉ ድውዕሉ በዓል ወዲ ፈንቅል ተተላኣይ ክመጺኺ ግን ሰብ ኣይተፀልሚ ቪድዮ ስርሒ ስለ ድበለኪ እንድሕር እሱ ትሰርሒ ኣለኺ ንዓኺ ይራህዋ ሓፍተይ ፅባሕ ንጎ እቲ ትገብርዮ ነገር ንዓኺ ኣብ መንገድኺ ሓሪፉ ስምዒ ዝፀንሐ ስምዒ ክብሪ ስምዒ ስምዒ ሕያይ ጎሪደ እንደ ለወጢ ፀንሐ መዳም ይክ ያ መዳም እንደ ፀንሐት ተዛብሒ ድምፃይ ኣነስ እንታይ ሕማቅ መዳም ገይረኪ እንደ ኣነ ተጠቂዐ ቢኪ ቢኪ ሓወይ ስምዐኒ
ክኣስሮ እየ ሓንሳ ሕጂ ራዋ ዓዲ ናደ ሕማ ተዛሪባትኒ ኣነ ኩሉ እቲ ሪከርድታት ኣስሚዐ እዮም እየ ኣነ ደይ በልክዎ ከምዚ ኢላዶ ከምቲ ኢላዶ ከምቲ ኢላዶ ኢልክ ንዓ ፀሊም ክልለኸ ኦኬ ኣነ ድማ ኣብኡ ከዓ ኣብ ስእለይ ከዓ ኣሎ ማለት እዩ ኦኬ ስለከምኡ ድኾነ እምበር ኣነ ኣብዚ መፅእ ከማን ኣይዛርብን እየ ኣነ

እስኽሲ ክሕነቅየ ንስድራይ ንገሩለይ ኢልኪ መጺእኽሲ ናድያ ምስ ማርታ ተባኢሳትልኪ ዶ ምስ ማርታ ተጻራሪፋትልኪ ዶ በላ ተረዲእኻኒ ናድያሲ እንታይ ኢላያ ትሰደልኪ ንዓኺ ኣጆኺ ድያ ትብለኪ ራህዋ ኣንበሳ ራህዋ ሓፍተይ ኣጆኺ እንትርፎ ኣነ ክብለኪ ራህዋ ንዓኺ ሓንቲ ቃል ሕማቅ ተዛሪበኪ ኣይፈልጥን እየ ተረዲእኽኒ ኩሉ ግዜ እቲ ትገብርዮ ራህዋ ሓፍተይ እሱ ኢኺ ትወርስዮ ንሰብ ሕማቅ ምግባር ንሰብ ምጽላም ብደይ ገበሮ ምኽፋእ ንሰብ ኩሉ ግዜ ወላ እንተኸድኪ ወላ ሰልዲ እንተበላዕኺ ፅባሕ ንጉ ሓናቕ ኢኺ ድኸውን ተረዲእኽኒ ስለዚ ፅቡቅ ግበሪ ምክንያቱ ኣብ መንገድኺ ፅቡቅ ኮይኑ ክፀንሐነዚኣሲ ሶር የበላ ንሓንቲ ትርጉም የብላ ትዛረብ ዘላ ሚከም ቅማ ኣላ ጉዳይ ሃዋ እዩ ዘሎ ንቤት ሓውና እዚኣ ናተይ ትዛረብ ዘላ ጌጋ ዝናሓሞ ጎጀ ጎጀ ዝናሓሳ ዝናሓ ጎጀ ጌጋ ትዛረብ ዘላ ሓንሳብ ኖ ሕጅሲ ራህዋ ፅንሒ ሓንሳብ ኣታ ጎጀ ሓንሳብ ንደስኻ ረብሽካ ጎጀ ሓንሳብ

ሓደ ከይኣቱ መንጎ ሓደ በጃኹም ባ ክንዛራ ክራራ ዳ ምንትን ሰብ ኣሎ ትክትክክል ክነግረኩም ኣብቲ መይን ተዛር ወዲ ሰራይ ይትበል ወዲ ሰራይ ቁልቁል ኣፍ ይእቶ ድሕር ጌጋ ገይሩ ቁልቁል ኣፍ ይእቶ ከምይ ትበል ጎጆ ግዜ ኣክለ ኣለዎ በጃኹም ማራክሓንቲ ግዜ ዛርብና ወይ ካሊእ ገዛ ክነግረካ ንዘካ ዘለና ገዛ ተዛርበና ባ ቀፅሎ ተሪሩ ክልተ ሚኒት ኣለካ ኣታ ተዛረብ ንቅዛ ኦኬ ዛርበ ናሃሪ ሓንቲ ግዜ ተዛረብ ድኾና ይቶ ንትወ ኣሰዓባ ኦኬ ዕምበብ እቲ ኣሰዓባ እቲ ብር ሓንቲ ግዜ ሚካ እቲ ብርኩታ ኩሉ ይፈልጦ እዩ ተረዲኻኒ ከረደካ ይኽእል እዩ ወላ ንዓይ ተዘይኣመንካ ንብለኩም ዘለና እዚ ዝኩሉ ዝብልዎ ዘለዉ ዛንታ እዩ ንዓኹም ስው ኢልኩም እ- እወ ይትበሉ እዚ ዛንታ በቃ ምስ ጊደ ይባእስና ምስ ዘ- ምስ ዛራህዋ ዝብልዎ ዘለዉ ኣነ ቀደም ብሎክ ስለ ዝበልኩዋ ቢዶ ምስ ጎጀ ስለ ዘለኪ ግድን ጥራሕ ነብቲ ስለዘለኩም ዝበለ እምበር ንወዲ ፈንቅል ተንክፍዮ ጥራይ ህይወትኪ ኣብዚ ክልተ ሽሕ

ኣዛርበኒ ባ ትዛረቦ ዘለኻ ፍለጥ ም- ፕራይቫት ኣይትዛረብ ንዑ እዩ ንምልከት ኣነ ምፈ- ምፍትሓዊ ኣ- ምስ ሓንቲ ሰበይቲ ግዜ ምህላው ሞ ግደፍ ሚኪ እዚ ሚኪ እንታይ ዋ ደኣ ከፊትካ ንራህዋሲ ንራህዋ ንራህዋ ክነግረካ ዶ ንራህዋ ንራህዋሲ ወላ ሓንቲ ባእሲ ብብሎምን ፈሊጦም እዮም ወላ ሓንቲ ቀደም እያ ርሒቓቶም ካባይ ከዓ ቀደም እያ ርሒቓ ሕጂ እየ ክነግረካ እቲ ጥምቀት ዝተተሓዘ ቆልዓ ይብለካ ምስ ኣለኹ ብልግነት ተታሒዞም ንገዛይ ምስ መፅኦም ንገዛይ ምስ መፀ ካብኡ ረሓቕ ወዲ ሰራ እዩ ክንቀትለካ እዩ ስሚ ገሮም ክቐትለካ ምስ ንራህዋ ለሙኒ ንስኻ ብሎክ ገርገም ሓሙድ ኢልካያ ብሎክ ኢልካያ
እ

ብዋትሳብ ብሎክ ጌርኒ ጽናሕ ጎጆ ከረደይ። ሚኪ ሓወይ እመን ከሓድ ንዓ ከነጽረልካ ሚኪ ካብዛ ርእሰይ ክርወዱ ክልቲኦም ይብለካ ደለኩ እዛ ጓል ናቱ እያ ሚኪ ሓወይ ስምዐኒ ሚኪ ሓወይ ሽግረይ ተረደኣለይ ሚኪ እዚኣ ጓል ኣሉልያ ትበሃል ምስ እያ ሚኪ ሓወይ ኣባኻን ኣብ ኣምላኽን ኩላትኩም ኣሕዋተይ ኣነ ሚኪ ፈሊጣ እያ ሚኪ ሓወይ ምስኡ ርክብ ኣለዋ ብምንታይ ሒዛትኒ ሚኪ ርከር እንድሕር ኮይኑ ክሰደልካ እየ ብናይ ቲክቶክ ሚኪ ሃይ በለኒ ጎጆን ወድ ፈንቅልን ነቦይ ስለ ዝጸረፍዎ ንዓኺ እዮም ዝሃርመኪ ደለው ምስኦም እግሪ እግሮም ስለ ትኸዲ ኢላ ሚካ ሓወይ ዒዒንቶ ከም ኣቦይ ሚካ ሓወይ እሳ በሃሊት እዚኣ ምሳኻ ደላ ሚካ ሓወይ ሚኪ ኣስምዕና በላ በጃኻ ተረዲኻኒ ሰዋሊ ኣስምዕና ሰዋሊ ደሓን ስለ ብሰማ ኣውዲ ዝገደል ኣዛርብ ደኬ እያ ስስር ኣዛርብ እያ ኣወድኒ ኣወድኒ ሚካ ሓወይ ተረዲኻ ሚኪ ኣነ ሚኪየ ን- ምስ ጎጆ ፅልኢ የብለይ ምስ ወድ ፈንቅል ፅልኢ የብለይ ምሳኻ ፅሪ የብለይ ምስ ድላይ እቶ ምስ ድላይ ይዘናጋዕ ብዋሳ ብሎ ገይሩኒ ደቂ ኣስመራ ሽዑ ስለ ዝፀርፉኒ ነበሩ በቃ ሚኬ ፈሊጦም እቲ ከምዚ ምሻለካ ሚካ ሓወይ ኣዚሮም ንዓይ ንክሃርሙ ሚካ ሓወይ ኣዚሮም ብጎጆ ገይሮም ንክሃርሙ ን እዚ ሃሎ ዝበሃል ንዓይ ቀንዲ ፀላኤ ንኺሱ ሒዙ እንደሎ ሚካ ሓወይ ኣነ ከዓ ሚክየይ ፍቅሪ እየ ዝደሊ ሕውነት እየ ዝደሊ ሚካ ሓወይ ፅልእ የብለይ ንጎ ፅልእ የብለይ ምሸት ምስ ጎጆ መጭመጭ ኣይትበሊ ንሶም ግን ስ- ሃዋ

ክልተ ሽሕን ዕስራን ሓሙሽተ ወርሒ ኣርባዕተ መጽ ጥራሕ ነብሳ ድዎ ጸጥ ኢሉ ዓመት ምሉእ ጎጆ ሕጂ የተላለየ ሽዱሽተ ወርሒ ሓሙሽተ ወርሒ ዓመት ምሉእ ብፈታዊ ሓቲትካ ብጸላእ ሕተት እንትርፎ እዚ ሃለው ዝበሃል ዓመት ምሉእ ዕድመ ጥዕናን ንኤምባሲ ኩዌት እሱ ጽዒሩለይ ኣስፊሩ ንዓደይ ብኣየር ዝወሰደኒ ኤምባሲ ኩዌት ኣለካ ሚኪ ሓወይ ክትሓትት ትኽእል ኢኻ እዚ ወልሓደ ይገበረለ እሰ ግን ጓል ወሊድ ክለኸ ኣብ ኣምላኽ ሕማቅ ርኸቢ ኣብ ኣምላኽ ኩሉ ክጽሕፈልኪ ኣምላኽ ተረዲእክኒ ንዓይ ሚኪ ሓወይ ጽናሕ እሞ ሚኪ ጽንሒ ረህዋ ሓፍትና ሕጂ ዛርብና ሓንሳብ ረህዋ ካብ ጉዳይ ሚኪ ትደጋግምያ ጽንሒ ኣሉልያ ጽንሕ ሓንሳብ ሚኪ ክብር ረህዋ ሓፍተይ ክዛረብ ጽቡቅ ሓንሳብ ሓንሳብ ጽንሕ ጽንሕ ብራዘረይ ጽንሕ ኣነ ክዛረብኩ ዘሰማዕኩ ፊሊ ጽንሕ ድሓን ክዛረብ ከፊላ ሓወይ ሶሪ ሕጂ ሚኪ ሓወይ እንታይ መስለካ እዛ ጉዳይ ትሪኣ ደለካ ሚኪ ተበዳሊት ተብዚኣ ረህዋ እያ ተረዲኻ ደለኻ ንረህዋ ግን ኣሞ ብኣያ ዝዛረቡ ዘለዉ ኩሎም ትሕምቆቶም ሲ ኣባይ ኣም ዘውጽኦ ዘሎ ሚኪ ሓወይ ከመይ ገርና ነዛ ራህዋ ንሕግዛ ከመይ ገሮም ከይገድፍዋ እዚኣ እያ ዘላታ ሓሳብ ኣብዛ ገዛ እዛ ሰበይቲ እብ ዝላዓል ዘላ ከምዚ ኢላትኒ እያ ትብ ዘላ ሃሎው ወላ ሓንቲ ፕሩፍ ዝባሃል ብዛዕባ እዛ ራህዋ የምጸን ክሳብ ሕጂ ተረዲኻ ዘለኻ ጎጀ ከኣ ምሳኣ ባእሲ ዝባሃል የብለይ ምስ ራህዋ እዩ ዝገዶ። ገበን እንታይ ናተይ ትብለኩም ኣላ።

ካልእ ስም ሓንሳብ ተባሂሉ ዕድል ሃቡና ሓንሳብ እሞ እዚ ተወዳዲብኩም ድሕሪ ምዝራብ ብርኩታ ግደፍዎ እሞ መከ ኣዛርቡና ሕጂ ጎጆ ከኣ ደብርሃለይ ሓንቲ ዘረባ እ፣ እቲ ቪድዮ ፖስት ገይሩ ነይሩ ጎጆ ርኢኸያ ተኮይንካ እ፣ ክቐትሉኒ መፅኦም ገለ ኢሉ ትዝክሮ ዲኻ ሚኪ እወ ሕጂ እቲ ጉዳይ ከኣ ምስኡ እዩ ዝተሓሓዝ ክብል ፀኒሐ ማለት እዩ ጎጆ ሕጂ እዚ ጉዳይ ሲ ሱር ኣለዎ ማለት እዩ ናይዚ ኩሉ ውጽኢት ተጠቃዒት ትኾን ዘላ ከኣ እዛ ኣብ ታሕቲ ዘላ ሓፍትና ራህዋ ክኾን ኣሎ ማለት እዩ ተረዲኻኒ ዓዲ ቦኻ ትተኸል በቃ ድሕር ንኩሉ ኣጽኒዕካያሲ ወዲ ፈንቅል ኦሬዲ በፂሐዮ ኣለኹ እቲ ጉዳይ ተረዲእኒ ኣሎ ሕጂ እንተኽኢልካ ሚካ ዓርከይ ኣብዛ ገዛ እዚኣ ተሃናቶም ከውፅኡ ደይኮንካ ከተፍቅደሎም ዘለካ እሶም በብጎደንኦም ይራኸቡ በብጉዳይ ጥዋዕዋዕ ኣበሃሉ ተደልዮም ይካሰሱ ተደልዮም ይቃተሉ ተደልዮም ገለ ኣምላኽ ይባርኮም ኣምላኽ ኣብ ቅድሚኦም ጽናሕ ይሓግዞም ተደልዩ ሰይጣን ይሓግዞም ናይዛ ሓፍትና እዚኣ ግን እንታይ ትብል ኣላ መሲልካ ጎጆ በዲልኒ ስጋብ ሕጂ ጎጆ ሲ በዲልክ ዲ ክንብላ ፀኒሕና ምሽ ኣይበደለኒ እያ ትብል ዘላ ብኣፋኻ ዓድሚ ትገብሮ ኣላ ብኣፋ ዶ ኣመነትሉ ከኣ እስኻ ግድን ንዓኣ በዲልካያ ኣለኻ ጉጀለ ክዛረቦ ይክእል ንዓይ ዶ ኣሰር ኣንታ ኣንታ ዛጓረደይ ባራህዋ ንዓኻ በጃኺ ለየይ ኣቲ ኣሰር ራህዋ ዛጓረደይ ኣመት መደበር ደሓን ከላ ኣዛርብዮ ኔርካ ራህዋ ሚት ግበሪ ሚት ግበሪ ራህዋ ሓፍትና። ዶ መደበር ከላ ኔር ፈልጣ ከመይ እያ ኮይና ኣይተረደእኒ ዋላ ኣብዚ ክዛረብ ከላ ሲ ብጣዕሚ ማይ ግነስ ሓንሳብ ኣወድእና ሕጂ እንታይ ግበር መሲልካ ሚኪ ዓርከይ ሄሎ ወዲ ገዛውታይ ንዓ እታ ዓቢታይ ወዲ ገዛውታይ ስለዚ ሕቶ ኣላትኒ ሓወያው ከለካ ሓንሳብ ከኣ ኢሉ ንዓይ ዓርኪ ዘድሕን ሓንሳብ ኢልካ ባብራ ዘ- ኣለካ ኣረ እንታይ ሓንሳብ ኣየኒ ሓንሳብ ኣነ እኮ ኣብ ናይ ኣብ ናይ ኩላትኩም ኢድና የእተናን እኮ ንብል ዘለና በዛ ትበና ደላ ሓሳብ ጥራይ በዛ እዛ ጓል ትብሎ ዘላ ብራህዋ በደልተይሲ ሄሎ እውን እዛ ሲስተርና ኣብ ታሕቲ ደላ ንስኹም ኢኹም እሞ ኢድኩም ኣክቡለይ ትብል ምሻላ ኦኬ ምናልባሽ ንጽቡቓ ክትሕግዝ እያ ሓሲብኪ ትኾኒ ሲስተር ወይ ሄሎ ከምኡ እቲ ናትካ ጽቡቕሲ ኣይርደአንን እዩ ካብ ህይወተይ ተኣለ ተይልካ ሰብ በቃ እልይ ኢኻ ትብለሉ ተረዲኻኒ ኣብዚኣ ግዜ ነጥብ ርእሲ ቅንያለ እያ ሓፍተይ ቪድዮ ኣንሳ ተርእዮ ኣለሊ ተረዲኻኒ ንሕና ኣነ ደዛርብ የብለኒ ምዚኣ ሰብ እዚኣ ኣለሊ እያ ሓፍተይ እንታይ ድዩ ቪድዮ ጸገምና ተርእዮ መሲልኩም እቲ ቪድዮ እቲ ቪድዮ ሲ ተእለየልና እዮም ድብሉ በቃ ኮስቶም ስቕ ኢልና ሚት ጌርና ምሽ ክንሰምዓኩም ክም ፀኒሕና ካልኣይ ስቕ ኢልካ እሞ ንሰሚት ኣወድእዎ እቲ ሓሳብ ተረዲእኩም ሽዕ መልሲ ትቡ ኣነ ስቕ ኢለ እኮ ሰሚዕኩም ሕጂ እንታይ ግበሩ ተኽኢልኩም ራህዋ ናታ ጉዳይ ናይ ራህዋ ሲ ጎጆ ኢንቮልቭ ይገብር ኣብዚ ግዳይ ኣነ ኣይገብር ሚክ ይገብር ብርኩታ ኩላ ፊሊ ብምሎም ኣብ ዘሎ በዓል ሳሚ ንገብር ዋላስ እስኹም ክልቴኹም ጥራይ ኢኹም እቲ ቪድዮ ኣሊኹም ሲ ካብ ርእሰይ ውረዱ ድላየ ይግበር ምስ ድላየ ይኺድ ድላየ ነብሰይ ክፈቶ ንዓኹምሲ ጉዳይኩም ኣይኮነን ትብል ኣላ እሞ

ንኣብነት ጎጆ ኣብ ኣብ ዓዲ እንግሊዝ ክቐትልዎ ድመፁ ሰባት ኣለዉ ብቪድዮ ዝረኣናዮ ተረዲኻን ኣብ ሕጊ ትሒዘዮ ዘለኹ ድብሎ ማለት እዩ ብቪድዮ ስ ኣሎ ናቱ ብምሉእ ርእየ እያ ነቲ ቪድዮ ሰደልካው ንኸእል እየ ኣብ ገዝኡ ኮይኑ ከምዚ ሪሞት ኮንትሮል በብስእሊ ዘርእየካ ራያ እዛ ከዓ በዚኣ እዚ እዎ ከዓ ግን በዚኣ እሱም እሱም እኮ እንታይ ልካ ቀይሕ ፀብሒ ሒዞም ለይመፅእ ኢሉ ሕጂ ገፅ ኣርእዎም ኣሎ ማለት እዩ እሱ ንባዕሉ

ሰላም ሰላም
ሰይት ወዲ ፈንቅል ዲያ ራህዋ እዚኣ ኣዝማሪኖ ኢላ ዘላ ኣዝማሪኖ ደላ ራህዋ ኣብ ሱዓብያ ደላ ኣብ ኩዌት እያ ጎጆ ስዑድያ ዘላ ካይ ሰይት ወዲ ፈንቅል ላላ ብታ ጉዳይ ትፈልጣ ተዛረባ ኦኬ ኦኬ ድሓን ኣጀ ኣነ ብዙሕ ክዘራረብ ኣይደልን እየ ኣብታ ጉዳይ ብዙሓት ሰባት ኢንቮልቭ ገይሮም ኣለዉ ፈልጦ ኣነ ንባዕለይ እውን ማለት በታ በተን ሰብ ክቐትሉ ኢሎም መካይን ተፃዒኖም ዝጓዩ ዝነበሩ ናይ ክልተ ሰዓት ተጓዒዞም ዝመፁ ይፈልጡ እያ ነንባዕለ ኣለይቲ ናይታ መድረክ ኣለውዋ ብከመይ ተበጊሳ ንምህራም እዩ ገለ ንፈልጦ ኢና ካባና ዘምልጥ የለን ካብታ ጉዳይ ሃለው እንተረሓቅካ ተመራፂ እዩ። ተጋዳላይ ፀርፍካ ዓገብ ኢልካዮ ደስኻ ብርቱካን ተጋዳላይ ካብቲ ብዛዕባ ተጋደልቲ ኩሎም ፀርፍዎም ኣለዉ ናይ ተጋደልቲ እንታይ ይቆርበይ ኣውድዮ ፅርፎም ናይ ተጋደልቲ ሓውና እዚ ናይ ውልቆም እዩ ራህዋ ካብዚ ነገር እዚ ወላ ሓንቲ የብላን ኢድ የብላ ስዋ ትሪኣ ደለካ ሚኪ ዕዘብ ደለካ ናይ ውልቆም ናይ ራህዋ የላን እቲ ራህዋ
ሓንቲ ግዜ ተኮነክሽን ነዊሕ እዩ
ተኮነክሽን ነዊሕ እዩ ሕጂ ግደፍዎ እዚ እዚ ማለት ንፋለጥ ኢና ኩልና ኣብቲ ዓዲ ነርና ካበይ ናበይ ተደዋዊላ ሰባት ተጥቅዕ ካበይ ናበይ ማለት መሰረት ዘለዎ ውዳበታት ክህልወኩም ይኽእል እዩ ካባና ግን ደም ሰብ ኣፍሲስካ ምኻድ የለን ኤርትራዊ ዜጋ ኣብ ዝሃለዎ ሃገር ይሃሉ ናይ ክልተ ሰዓት ናይ ሰለስተ ሰዓት ተጓዒዝካ ካብ ፈቐዶ ካብ ኣሜሪካ ምንትን ስለ ዝመፃኻ ብርኩታ እታ ስለምንታይ ዜና ዘይገበሩሉ ደኣ ንካሊእ ዜና ይገብሩ እዚኣ ተማልኣ እያ ወላ ክርድኦም በዓል ሚኪ ይተረድኦም ዘሎ እታ ኮይኖም ዜና ዘይገበሩለ በዓል ሰልጠነ ንዓይ እታ ኮይኖም በዓል ሰልጠነ ዜና ዘይገበሩለ ኣረዳእዮም በዓል ሚኪ ኣይተረድኦምን እኮ ዘሎ ትብሎሞም ዝብሉ ዘለዉ ተረዳኻኒ ንሰብ ናብ ናራህዋ ናይ ወሪዱ ናህዋ ናተይ መጽሓፍ ቅዱስ ጠቅዕላ ተማላይ ያስ ክታ ዘይና ታኾይኑ ነሽነሽ ዘይና ዘይገብረኒ የማነ የመነ ሜዳ እንታ ኮይኑ ዘየምጸኒ ተረዳኻኒ
ኣወደኒ ኣወደኒ ሃሎ ሕተቶ ንብርኩታ ሕተቶ እስኻ ብርኩታ ዝብለካ ዘለኹ ሲ እንታይ ኮም ትብል ወዲ ፈንቅል ትብሎ ዘለኹም እቲ መሬት ኣቦ ዝኸፈለሉ ወዲ ስውእ እዩ ወዲ ስውእ እዩ ወዲ ስውእ እዩ ደቂ ስውእ እዩ ትበሉ ወዲ ፍንቅል ወዲ ስውእ እዩ ኦኬ ስልጠነ ስለምንታይ ቅደም እየ ደሓናት ደሓን ስለምንታይ ስልጠነ ሲ ዘይና ትገብሪ ኣለኒ ስኺ ደሓን ሚትግበርለይ ደሓን ሚትግበርላ ሚትግበርያ ንብርኩታ ክሓቶ ንብርኩታ ንብርኩታ ወድዎ እስከ እላ ብርኩታ ገዛይ ክኸፍት ኣብኡ ንስኻ ትገብሮ ኩሉ ከስምዖም እየ ኣብኡ ገዛይ ከፊተ ቪድዮ ናይ በዓል ሰላም ዝገበርካዮ ኩሉ ከርኢ ሓንሳብ ዛርበና ብሓንቲ ዝተረደትና ብርኩታ ኣይወዳይን እኮ ከመይ ዓይነት ክስታይ ኣይዶ ነው በቃ ሓደ ሰብ ክዛረብ ከሎ ኣወድዎ ሓሳብ ክርዳእና ንሕና ፕሊዝ ኣብዚ ኣብዚ ሜድያ ሲ ኣብዚ ሜድያ ብሓደ ኣለና ኩላትና ከም ደቂ ሃገር ሕጂ መን ክጥቃዕ መን ክህረም ኣለዎ መን ኣብዘይ ኣብ ሓደ ገዛ ተሳሒቡ ኣትዩ ሕማቅ ዘረባ ክዝረብ ይግበር ኔሩ ኣነ ይዕዘብ እየ ኣብዚ ሜድያ ኣለኹ ኣቦኻ ሽፍታ እዩ ኔሩ እንዳተባህለ ከሎ ሓደ ሰብ ናይ ግድን እዩ ሓሪቁ ክጻረፍ ኣቡኡ ኣብ ትሕቲ መሬት ኣትዩ ከሎ ፈሳዊት ደርሆ ዘይመንጠለካ ዳሓን ኣወድን ኣወድን ንዓይ ኦርጋናይዝ ብዝኾነ መንገዲ ንሓደ ሰብ ክተጥቅዕ ስለ ዝጸላእካዮ ማለት ምስ ፖለቲካ ፖለቲካ ኣይኮነን እዚ ባይዘወ ዝኾነ ሰብ ናይ ፖለቲካ ሕቶ ዘለዎ ብፖለቲካ እዩ ዲቤት ዝገብር ንገለ ሰባት ፈሊኻ ቅንጸላ ክትገብረሎም ንነዊሕ ተጓዒሳ ኣብ ድቤ እእቲኻ ንሰባት ክትቀትል ምፍታን ሰባት ካብኡ ክትርሕቁ ኣለኩም ኢልካ ጸቕጢ ክትገብረሎም ንምፍታን ንኻልኦት ሰባትሲ ናብኡ ንኸይትቐርቡ ወይ ክንቀትለኩም ኢና ኢልካ ምእዛዝ ኣብ ዓለም ተራእዩ ኣይፈልጥን እዩ። ምናልባት እቶም እቶም ናብኡ ከይትቐርብ ኢልኩም ጸቕጢ ክትገብሩሎም ትፍትኑ ንሶም ዝሕልውዎ ከይመስሎም ንፋለጥ ኢና ኩላትና መን ይድውል ካበይ ናበይ ኣበናይ ጉሩብ ኣቲኹም ትዝትዩ ንመን ክትቅንጽሉ ትደልዩ ንነዊሕ ግዜ ኢና ንፋለጥ ኣይንሰደኩም ኢልና ከኣ ብሓደ ኣለና ኣብቲ ሃገር ብሓደ ኔርና ኣብዛ ስደት ውን ብሓደ ኣለና ንጓል ሽዱሽተ ወርሒ ህጻን ብጀካ ፍሽኽ ፍሽኽ ምባል ካልእ ዘይትፈልጥ ንሳ ክትጽረፍ ኣለዋ። ወዲ ዝኾነ ኣውራጃ ይኹን ኤርትራዊ እዩ ክትቁንጽሎ እንድሕር ድኣ ትመጽእ ኣለኻ ኮንካ ዘሕልፈካ ሰብ የለን ብሓደ ኣለና ከኣ ኣብቲ ዓዲ ኣብ ኣብ ዘዘለኹም ሃገር ብሓደ ኣለና ምናልባት ግዜ ርሒቑ ስደት ነዊሑ ፋሕፋሕ ኢሉ ኣሎ ህዝቢ ጽባሕ ንጎጉ ናብታ ባይታ ክንራኸብ ኢና ኩላትና ኣቦኻ እንድሕር ተጸሪፉካ ኣቦኻ ከይጽረፈካ ኣቦ ካልኦት ኣኽብር ንወዲ ፈንቅል ዘይጸረፍኩምሉ ስድራቤት የለን ዘይጸረፍኩምሉ ስድራቤት የለን ፍጽም መን ልኢኹኩም ትሰርሑ ካበይ ናበይ ትኸዱ ጎጆ ክንደይ ግዜ ብመኪና ተሳሒቱ ኣበናይ ባር ኮንኩም ንወዲ ፈንቅል ትጽውዕሉ ንፈልጥ ክትድውልሉ ከለኹም ሲ ንፈልጥ ኢና ዞማኻ ልኢኽካ ሰብ ክተቕትል ዞማታትኩም ልኢኽኩም ሲ ሰባት ክተቕትሉ ሰባት ክተቕትሉ

ተደሓን ሚኪ ክቐትሉ ንሰመፅኦም ከለዉ ሲ ክቐትለና ይመፁ ኣለና ዓይኒ ወዲ ፍንቅሎም ሲኸሱና ኩሉ ግዜ ኩሉ ግዜ እኳ እዮም ኩሉ ግዜ ሲ ክቐትለና ይመፁ ይብልና ኣብዚ ይፃረፉና ብውሽጢ ከዓ ይኸሱና ምፀረፉና እኳ ኢና ምስ በዝሕና ንፀርፍ ዘለና ይግደፉና እንዶ ኣየልዑልና እንዶ ማስሜዳ ክንገድፎም ብሕግና ንኺድ

ምስ ዝኾነ ነገር ከይተኣት ዚ ጉዳይ ዚ ውፅ ስኺ ተወዲያ ማንም ሰብ እቲ ዘረባ ዝርዳእክ እንድሕር ኮይኑ ብርኩታ ዩ ንዓኺ ዝምልከት ጉዳይ ኣይኮነን እዚ
ዝተወደበ ሓይሊ ሰባት ከጥቅዕ ዝብገስ ሰባት ክቐትል ዝብገስ እዩ እዚ ከይዲ እዚ ንዓኺ ዝምልከት ኣይኮነን ናይ ሰዓታት መኪና ዘዊሮም ዝመፁ ሰባት ኣለዉ ጉማ ርእሶም ሰብ ከጥቅዑ ናይ ክልተ ሰዓት ናይ ሰለስተ ሰዓት ተጓዒዞም ዝመፁ ሰባት ኣለዉ ግን ኣየፍርዩን እዮም ተረዲኽኒ ክልተ መዓልቲ ንጎጆ መፂኦሞ ሓንቲ መዓልቲ ብመኪና ተኸታቲሎሞ በቀን ሳያ ንቆትልዎ ማለት እዩ ነቲ ወዲ ግን 24 ሰዓት እዮም ተሊፎም ትብሉ ኣነ ክነግረኩም ምሽ ክትንክፍዎ ሓንቲ ጨጉሪ ርእሱ እንድሕር መሬት ነጢባ ብሓደ ኣለና ወዲ ዓዲ ቀይሕ እየ ወዲ ከምዚ እየ ወዲ ኣውራጃ ዓጋመ እየ ወዲ ከምዚ እየ ገለ ዝበሃል ምሳና ይሰርሐን ሓንቲ ጨጉሪ ካብ ርእሱ ሓንቲ ሓንቲ ሓንቲ እንተነጢባ ክትጻረፍ ትኽእል ኢኻ ክሳብ ብኢድካ ትሓዝ እንድሕሪ ኢድኩ ማብ ነብሱ ወሲላ ግን ብሓደ ኣለና መን ይድውል ካበይ ናበይ ትኸዱ እንታዎት ኢኹም ንፋለጥ ኢና ኩላትና ንጎጆ ምስኡ ከይትኸይድ ኢልካ ክትእዝዞ ኣይትኽእልን ካብታ ተሰዲዱላ ዝመጸ ዓዲ ንዕኡ እዩ ዝፈልጥ ተራኪቦም ናይ ፖለቲካ ሽግር የብሎምን ኩሎም ስደተኛታት እዮም ኣብዚ ሃገር ኣብዚ ምዕራባዊ ዓለም ዘለና ኩላትና ስደተኛታት ኢና ናይ ፖለቲካ ዕድል ኣይተዋህበና ኣብ ኤርትራ ናይ ፖለቲካ ዕድል እንድሕር ተዋሂቡካ ፓርትታት ተልየን ውረድ ደይብ ክትበሃል ትኽእል ኢኻ ብፖለቲካ ተሰዲድኩም ኣለኹም ኩልኹም ኣብዚኣ ብደስ ዝበለኩም ወላስ እንታይ ኢኻ ኣጀንዳኻ እዩ ዝንዓይ ኮይኑ ዝስምዐኒ ዘሎ ኣጀንዳ ናተይ ኣይኮነን

ህዝቢ ንህዝቢ ዝብል ሙስሊም ዝኾነ ንቆልዓ ምተታልለሉ ዘይተ ነቲ ጽምዶ ዝድግ ዝድግፎ ከኣ ኣሎ። ሕጂ ብኣኻ ወገን ከኣ ካብቶም ነቲ ጽምዶሲ እ ኣይትኸውንን እያ እ ዘይትሰማማዓሉ ኢኻ። ሕጂ ብኸመይ ኢኻ ንስኻ ነቲ ጽምዶሲ ኣይዋጾምን እዩ ንተጋሩ ጽምዶ ሓሶት ኢልካ ትዛረበላሲ ብኸመይ እዩ? እቲ ነሶም ጽምዶ ዘዋጽኦም ናይ እንድሕር ኣዲስ ኣበባ ጸሚዶምሲ ኣኻኺ እዩ። ክልቲኡ ባላነስ እባ ሕተቶ እቲ ናይ ኣዲስ ኣበባ ጽምዶን ናይ ሕወሓት ጽምዶን ክልቲኡ ባላነስ ገይሩ ሕተት ኣሎ ክምልስ ተኮይኑ ትፈታዊ ብራቮ እወ
ሕጂ እንታይ መስለካ ሓን በቲ ጽምዶ ናይ ናይ ናይ ናይ ትግራይ መሆን መጽእ ትግራይ ምስ መን እያ ጽምዶ ትገብር ዘላ እዩ መጀመርያ ትግራይ ኣስመራ ኹን ኣዲስ ኣበባ ክልቲኣቶም ጸላእታ እዮም ኣብቲ ኩናት ክልቲኣቶም ማዕረን ተሳቲፎም እዙይ ከዓ ኣዳም ተዓዳሚ ዝበሃል ኣዘራርባ ጓል መንገዲ እዩ። ብሓፈሽኡ እቲ ገበን ተፈፂሙ ገበን ከዓ ብኹሎም እዩ ተገይሩ ማለት እዩ። ሕጂ ምስ ምስቲ ናይ ኣዲስ ኣበባ ኦረዲ ኩናት ጠጠው ዘበለ ውዕል ፕሪቶሪያ ውዕል ገይሮም ብኡ መሰረት ከዓ ልክዕ እዩ እቲ ውዕል ፕሪቶሪያ ኣይተተግበረን እሱ ሓደ ኣሎ እሱ ከዓ ብዙሕ ምክንያታት እውን ኣሎ ማለት ኣብኡ እውን ክሰርሑ ዝደልዩ ፖለቲካ ስለዝነበረ ቅድመ ኩነት ማለት እዩ እቲ ናይ ጉዳይ ፋኖ ጉዳይ ሻዕቢያ እስታቱን ኣሌምሬ ከብሎ ስለ ንሱውን ናቱ ረብሓታት ኣብኡ ብልኢ ስለ ዝነበሮ ንኣብነት ኣብ ዝሓለፈ ግዜ ኣማኒኤል ኣሰፋውሲ መሬት ምዕራብ ነቲ ናይ ምሓራ ሓይሊ ነቲ ፋኖ ዝነበረ ሃሪምኩም ባዕልኹም ሰድዎ ኢሉና ግን ባዕልኻ ሃበና ኢልናዮ እዩ ዝብል the same thing ንሻዕብያ ውን ካብ መሬቶም ንክወፁ ክሃርሙ ኢልና ባዕሉ ኹም ኢልና ባቃ ኩሉ ሲ ባዕሉ ፀሪጉ ከረክቦም እዮም ንሶም እንደልዮም ማለት እዩ ሕጂ ግን ሻዕብያ ወይ ከዓ ኣምሓራ ዘይኮነስ ምስኦም ኮይኖም እዮም ንዑ ክኣልይዎ ዝደልዩ ዘለዉ እዚ ምርጫ እዚ ምስቲ መንግስቲ ናይ ኢትዮጵያ ኮይኑ ተገይሩ ተዝኸውን እቲ ናይ ምዕራብ ቦታ ምተመለሰ ሻዕብያ ተሃሪሙ እውን ንትግራይ እንታይ እቲ ናቶም ድሕሪ ሻዕብያስ ንዓና ክመፀና እዩ ዝብል ስግኣት ብዓይኒ ህወሓት ስለ ዝረኣይዎ